ምስ ፕሬዚዳንት ኢሳያስ ኣፍወርቂ ናብ ግብፂ ኣምሪሖም ካብ ዝነበሩ ላዕለዎት ኣመራርሓ ኣብ መድረኽ ክድቅሱ ተሪኦም ኣለው እሱ እንታይ እዩ ዝብል ብሰፊሑ ክንርኢ ኢና ማለት እዩ። እዞም ትሪእዎም ዘለኹም ግን ኣብቲ ኣኼባ ክርከቡ እውን ድሌት ዘለዎም ኣይመስሉን እዮም ምኽንያቱ ኣሪጎም ክድቅሱ እዮም ደልዮም ደሉ ደቂሶም ዑስማን ሳልሕ እንድሕር ሪኢኹሞ ኮንኩም በቃ ኣብ ገለ ህልም ኢሉ ከይዱ ኣሎ። በዚ ጎኒ ዘሎ የማነ ገብረኣብ። እዚ ብቻ ኣይኮነን ሓንቲ ኤርትራዊት ሓፍትና ድማ ብሓደ ናይጀርያዊ ብርክት ዝበለ ቅርሻ ተዘሪፋ ኣላ እዚ ኣብ ሰዓቱ ክንከታተል ኢና ማለት እዩ። ኣነ ከይፈለጥኩ ሞባይለይ ኣብ ኣዕራብ ደቂስና ከለና እቲ ናተይ በቲ ናተይ ሞባይል ከንፈርም ኢሉ እቲ ሚእትን ሓምሳን ሽሕ ዊዝድሮው ገይርዎ ካብ ኣካውንትና ማለት እዩ ሃብቲ ናይ ክልቴና ኣካውንት ኮታስ ኣብዚ መደብ እዚ ዝተፈላልዩ ሓበሬታታት ሒዘልኩም መጸ ኣለኹ። ኣነ ምሳኹም ዘለኹ ሳሚ ሪኣክት እየ ኩለኹም ድማ ንዚ ቻናል እዚ ሓደሽቲ እንተ ደኣ ኹንኩም Subscribe Share Like ብምጋር ድግፍ ምባልኹም ኣይትረስዑ ኢኹም ክብል ይደሊ ኩሎኹም Like ግበሩ ኸዚ ውን ናይኹም Like ምግባር Share ምግባር ብጣዕሚ እዩ ዝሕግዘኒ እና ኩሎኹም Share Like ግበሩለይ ኢኹም ክብል ይደሊ ናብቲ ፈላማይ ዝኾነ ቪድዮና ንቐጽል። እሺ ቤተሰብ ከም መፈለሚ መደብና እንገብራ እስቲ ኣብ ዘላ ሓንቲ ትግራወይቲ ሓፍትና እስቲ ንከታተላ።
ከም ድሌትካን ክኹን ኣዝዘኒ ዋላ ኣብቲ ክሳድካ እሰረኒ መን እሞ ከማኻ ከማኻስ መን እሞ በፈጣጥራኻስ መን ኣሎ ዘይገርሞ ላሎይ ስላላ ሃየ ላሎይ ስላላ ላሎይስ ላላየ ኣፍዘዘኒ ይዒንትኻ ቆላሕ እንዳበለ ትስንኻ ፍሽኽ እንዳበለ ቀተለኒ ንእስነተይ ዓይነይ ጋሪዱኒ ቁመናኻ ቀልበይ ሰሪቑኒ ናዕባ ምሳይ ንበር ናዕባ ፍቕርኻ ሃበኒ ንዓባየይ ጽላለይ ኩነኒ ንዓባ ግርማ ናተይ ንዓባ እዛ ልበይ ውሰዳ ንዓባየይ ፍቅርካ ኣላምዳ። ኣነ ልገርመኒ ቤተሰብ ማለት እዩ መን እዩ ጎበዝ እዩ ናበለ ጎዚክ ናበለ ልሰደን እዩ ብጣዕሚ እዩ ልገርመና ሀምዚ ዓይነት ድምፂ ሒዘን ምንም ናይ ኸላ ኣፍልጦ የብለን ናብ ሙዚቃ ክወዳደራ ተለዋ ብጣዕሚ እዩ መዋረዲ ኤኒወይስ እስቲ ንቀፅል

ብጣዕሚ ልተፎተየ ቪድዮ እዩ ዘሎ ማለት እዩ እስቲ ንቀጽል። ናይ ተፈጥሮ ሕገ ዶ ክነግረካ ተፈጥሮ ይገርም እኮ እዩ ሓደ ሰብ ክንዲ ዝፈተኻ ፍተዎ ክንዲ ዝጠቐመ ይጥቀምካ ናባኻ ንኽቐርብ ክፅዕር እንተሪእኻዮ ትርሕቆ ኢኻ ካሊእ ሰብ ምስኻ ኮይኑ ምንም ዋጋ ዘይትህቦ ዝነበርካ ሓደ መዓልቲ ክርሕቅ ከሎ ዋግኡ ይርድእካ እሞ ክትቀርቦ ትፅዕር ንሱ ርሕቀት ይውስኽ ንስኻ እውን ናይ ምቕራብ ድሌትካ ይውስኽ ተፈጥሮ እዩ ኣብ ዓለም ዘሎ ኩሉ ነገር ማግኒቱድ እዩ ስለዚ ንስኻ እውን ቁፅሪ ከየእትኻ ውሽጥኻ ኣዳምፅ። ውሽጥኻ ዝበለካ እንተጌርካ ኣይትሰከፍ ሓጢኣት የብልካ። ውሽጥኻ እንተዘይድሚፅካ ግን ሓንሳእቲ ይመስለካ ሓንሳእቲ ይመስለካ ኣብ ዕንክሊል ኢኻ ትነብር። ንሰብ እውን ኣብ ዕንክሊል ተነብር። ኣብዚ እዩ ዘሎ እቲ ሓጢኣት።
ከምቲ ዝመስለኒ ዝተዓመፍ ዓለም ስንክትዩ ፍቕሪ ብዘይቀል ዓለም ንዝህውኸኒ ዝኸላኒ ሰላም ደግሲ ሓይለይ ቤተሰብ ብጣዕሚ እዩ ልገርም ሞባይልና ንመናምነት ክንጥንቀቕ ኔና ማለት እዩ ያው ወለዲ ቲክቶከራት ስለ ዝቕየሩ ኣለዉ ኣዚያ ጥንቃቐ ክንገብር ኣለና እዩ ክብል ዝደሊ ማለት እዩ ሓሳብኩም ድማ ኣብ ኮመንት ኣፍልጠና ኢኹም እስከ ንቐፅል እንታይ እዩ ኮይኑ እዚ ወዲ እታ ዝቆጸራ ጓል እንድያ ደንጉያቶ እህ ከምኡ ድዩ እዚኣ ድያ እታ ጓል እወ እዚኣ እንድያ ትመጽእ ኣላ ሕጂ ሃበኒ እስከ እቲ ሪሞት ንእሽተይ ክነሕልፈላ ምሽ ንሪኣ ኣለና ንምንታይ ኣነ ደኣ ቀልጢፋ እንተ በጽሐት ኢለ ዋይ ዝበሓጎይ እውይ ይድወለኒ ኣሎ ሓንሳብ እስከ ኣንታ ቆልዓ እንታይ ደኣ ኮንካ ተጥፍኣ ይድወለኒ እንድዩ ዘሎ እሞ ንመዓስ ዳላ ናብቲ ቆጸራ ክትበጽሕ እዛ ጓል? ደንጉያቶ እንዳ ረኣኻያስ መሊስካ ከኣ ጠጠው ተብላ።
ብጣዕሚ እዩ ዝገርም እስቲ ንቐጽል ሚእትን ሓምሳን ሽሕ ናይ ጆይንት ኣካውንት ከፊትና ናይ ክልቴና ማለት እዩ ንገዛ ክንገዝኦ ኢልና ዘቐመጥናዮ ገንዘብ ኣነ ከይፈለጥኩ ሞባይለይ ኣብ ኣዕራት ደቂስና ከለና እቲ ናተይ በቲ ናተይ ሞባይል ከንፈርም ኢሉ እቲ ሚእትን ሓምሳን ሽሕ ዊዝድሮ ገይርዎ ካብ ኣካውንት ናብ ማለት ዝሃብቶ ናይ ክልቴና ኣካውንት ዊዝድሮ ገይርዎ እወ ቤተሰብ ያው ኣዝዩ እዩ እቲ ኩነታት ለገርም እታ ጓል ምስ ናይጀርያዊ እዩ ርክብ ነይርዋ ከምኡ ድማ በዓል ሓዳራ እዩ ነይሩ እቲ ናይጀርያዊ ማለት እዩ ግን ነቲ ገዛ መግዚ ኢሎም ዝሓሰብዎ ብክልቲኦም ኣካውንት ዝተኸፈተ ቅርሺ ልዕሊ ሚእትን ሓምሳን ሽሕ ዶላር ዝኣክል እዩ ሒዝዎ ጠፊኡ ዘሎ ዝበሃል ዘሎ ማለት እዩ እስከ ንቐፅል ኣባ ኣብዚ ዘሎ ሰብ እኮ ኑቴላ ብባኒ ስላይስ በሊዑ እኳ እዩ ሓውን ሓፍቱን ዝኣሊ። ንዓይ ዶ ክነግረካ እዚ ወለዶ እዚ ተጋዳላይ እዩ ንዓይ ከማማ ኣነ ድማ ኤርትራ ኣብ ታሪኻ ከምዚ ወለዶ እዚ ነብኡ ደቁ ዘተዓቢ ነዲኡ ደቃ ዘተዓቢ ነብኡን ነዲኡን ግርሞኦም ዝመልስ ናብረኦም ዝጽግን ላይፍ ዝበደሎም ዘስተኻኽል ከምዚ ወለዶ እዚ ደኣሞ ንዓባ ቀዳማይ ነገር ልዕሊ ልዕሊ ዕድሜ ኢና ኢና የእምሮና ዳሜጅ ኮይኑ ተረዲካ ወዲ ዒስራ ኮንካሲ ኣቦኻ ኣዴኻን ንዝወለድዎም ቆልዑ ሓዳሮም ተመርዕዎም ገዝሚ ተውህቦም ነቦኻን ነዴኻን ኣዲስ ኣበባ ይኹኑ ጋንዳ ኣምፂኻ ተሐክም ካብዚ ዝዓቢ ሓላፍነት ኣበይ ኣሎ ንዓይ ትምህርቲ ዛስዋይ ድማ ሚለካ ትምህርቲ ተማሃር ትምህርቲ ትማሃር ገለ ኣይኮንኩ ዝኒ ኣዘ ጀነሬሽን ግን ብለካ ኣሎ ከም ወለዶ ንሕና ሰብኡት ኢና ተናዋል ድማ ኣንስቲ እየን ኣንበሳ ኣብ ላይፍ ሰባባት ኢኹም ንስኹም ከማኹም ጅግና የለን ዕውታት ኢኹም ዋቴቨር ይዱ ንዓይ ድማ ሓደ ኤርትራዊ ብፍላይ ኣብዚ ስደት ነዚ ጨፋጨፍ ሰብኣይ ረዳት ጋር ወድሹ
ፐርፌክት እዎ ቤተሰብ ያው ብሱል ዝኾነ ሓሳብ እዩ ካብዚ ዝተፈለየ ሓሳብ እንተ ኣልኩም ኣፍልጦ ኔኹም ክብል ደሊ ያው እስቲ ንቐጽል እቲ ጸገሙ ክሓብኤ ዘዕልል ሰብ ንሱ እቲ ጅግና እዩ ሂዝ ሂሮ ጸገምካ ምንጋር ድኽመት ኣይኮነን። ምኽንያቱ ኣብ ሂወት እታ ዝዓበየት ሂወትካ እንድያ ጸገም ኣለዎ ከይትብሃል ኢልካ ከኣ ሂወትካ ኣይተጥፍእ ንሂወትካ ኣይትበድል ካልኣይቲ ክትገብራ ዘለካ በዓል ሞያ ተወከስ በዓል ሞያ ስነ ኣእምሮ ወይ ከኣ ክኢላታት ኣማኸርቲ ሳይኮሎጂስት ሳይካትሪስት ወይ ናይ ጥዕና ሰብ ሞያ ዓበይቲ ሰባት ምውካስ ዓብይ ኣበርክቶ ኣለዎ ሂወትካ ልዕሊ ኩሉ ነገር እያ ገንዘብ እዩ ክቡር እዩ በዓል ሞያ ከመይ ገይረ ከካፍል ክኸብደኒ እንድሕዳ ኢልካ ትጋገ ኣለኻ ምኽንያቱ ካብ ህይወትካ ዝዓቢ ነገር የብልካን። ካብቲ ዘለኻዮ ኩነት ክትላቐቕ ምእንቲ ክውሰድ ዝግብኦ ስጉምቲ ተቐላጢፍካ ክትወስድ ኣለካ። እንድሕዳ ተቐሪጽካ፣ እንድሕዳ ዝተመኮ ሓሚምካ፣ እንድሕዳ ርእስኻ ሓሚምካ፣ እንድሕዳ ካልሕ ማሕብካ ኮን ሕክምና ትኸይድ ኢኻ። እንድሕዳ ተጨኒቕካ ከኣ ንበዓል ሞያ ምክፋል ልክዕ ከምቲ ኣካላዊ ሕማም ክትሓምም ከለኻ ተካፍሎ ልክዕ ከምኡ ክኸውን ዘለዎ። ሓሚምካ እኮ ኢኻ ዘለኻ። ሳልሳይ ገዛእ ርእስኻ ዝጎድእ ነገራት ካባኻ ኣርሕቕ ኣብ እትጭነቐሉ ግዜ። ሓደ ሓደ እዋን ንገዛእ ርእስኻ ክትጎድእ ዝደፋፍኡኻ ነገራት ኣብ ጥቓኻ እንተልዮም ካባኻ ፈጺምካ ከም ዝርሕቁ ግበር። ብዙሕ ነገራት ነቲ ናትካ ስምዒት ዘለዓዕልን ናብ ካልእ ነገር ክትደፍእ ከኣ ኣብ ከባቢኻ ክህሉ ይኽእል እዩ። ነዚ ኣርሕቆ። እንተ ኣርሒቕካዮ ካብቲ ክስዕብ ዝኽእል ድንገታዊ ሓደጋ ከድሕነካ ይኽእል እዩ። ንዝኾነ ሕማቕ ነገር ዘዘክረካ፣ ሕማቕ ነገር ክትደፋፍእ ዝገብረካ ዝኾነ ይኹን ምልክት ኣብ ገዛኻ እንተ ኣልዩ ነቲ ንብረት ካብ ገዛኻ ኣርሕቆ ዋላ ገዛ ቀይር እዚ ዓቢ ቤተሰብ እስከ ንቐጽል። ሰብኣይ ክትሕዝዮ እንተ ደሊኺ እታ ቀዳመይቲ ካባኺ ዝደልያ ሪስፓክት እዩ። ወዲ ተባዕታይ ብኽብሩ ምንም ኣይደራደርን እዩ። ዋላ ደርሆ መዓልቲ መዓልቲ ግበርሉ፣ ዋላ ክዳኑ ሕጸቢ ኣስታርርሉ፣ መግቢ ሃብዮ እእ ብኽብሩ ዝደራደር የብሉ።

ክሳድ ሕጂ ረእዩ ናብ ዝርኢ ናብ ዝርኢ ናብ ዝርኢ ንኹሉ ኩርናዕ እያ መን ትርኢ እታ ርእሲ ግን ንቕድሚት እያ ትርኢ ናይ መጻኢ እያ ትርኢ እታ ጓል ግን ነቲ ንኣሽቱ ነገርን ከተድህበሉ ትኽእል እያ እሞ በጃኽን ነቲ ሓዳር ሓዝኣ እቲ ሰብኣይ እዩ እንተሎኮ እቲ ገዛ ይድፈርን እዩ እቲ ሰብኣይ ገዛኽ እንተሎ ወድኺ ሮል ሞዴል ኣለዎ ወድኺ ዝነግሮ ዝኣልዮ ኣለዎ። ነታ ጓልኪኸ ዝኾነ ጎበዝ ኣይክደፍራን እዩ። ንስኺ እውን ተኾነ ክብርትን ሕፍ ክቕየር ይኽእል'ዩ እቱም ሰባት ተስፋ ኣይትቑረጻ people change። እወ ቤተሰብ ያው ስባይ እንተ ኣብ ገዛ ሃልዩ ናይቲ ገዛ ግርማ ሞገስ ከም ዝኾነ እዩ ዝናገሩ ዘሎ ማለት እዩ እስቲ ከዚ ድማ ላፍቲ ህልውን ኣዘራረብን ካብ ዘሎ ዛዕባ እቲ ሓደ ዝኾነ ላው ከብለኩም ንቐጽል
ሰላም እዛ ቪድዮ እዚኣ ረኣይዋ እዚኣ ምስሊ ናይ ኤርትራ እያ ናይቲ ዝኣረገ ስርዓት። ውልቀ መላኺ ኢሰያስ ኣብ ግብጺ ናይ ስራሕ ዑደት ኣብ ዝፍጽመሉ ዘሎ ግዜ ምስ መራሒ ናይ ግብጺ ጀነራል ዓብደልፈታሕ ኣል ሲሲ ኣብ ዝገብሮ ዝነበረ ኣኼባ እዩ። ኣብዚ ኣኼባ ትርእይዎ ከም ዘለኹም ንኢሰያስ ኣሰንዮም ዝመጹ ሰበ ስልጣናት ናይ ስርዓት ኣለዉ። ኢሰያስ ከም ኣመሉ ይልፍልፍ ኣሎ። እዞም ትርእይዎም ዘለኹም ግን ኣብቲ ኣኼባ ክርከቡ እውን ድሌት ዘለዎም ኣይመስሉን እዮም ምክንያቱ ኣሪጎም ክድቅሱ እዮም ደልዮም ደሎ ደቂሶም ዑስማን ሳልሕ እንድሕር ዳሪኹም ኮንኩ በቃ ኣብ ገለ ህልም ኢሉ ከይዱ ኣሎ በዚ ጎኒ ዘሎ የማነ ገብረ ኣብ ማንኪ እንድሕር ዳ ትርእይዎ ኣለኹም እውን ኣብቲ ናይ ኣኼባ ቦታ ክርከብ ዝደለየ ይመስልኒ በድሕሪት ዘሎ ካልኣይዎ ኣምባሳደር ናይ ስርዓት ህግደፍ ኣብ ግብፂ ንሱ ከዓ ደይትገድፈና ኢሉ የንባሆቕ ኣሎ ደይትኽልየና ዝኣኼባ ከሰሕፅረልና ብሎ ኣሎ እዚ ዘርእየና ነገር ድሕር ኣሊ ኮይኑ ኤነርጂ ሓይሊ ዘይብሎም ዝኣረጉ ነዛ ሃገርና ይመርሕዋ ከም ዘለዉ እቶም መራሕቲ ኣሪጎም ነቲ ሃገር እሪጎማ ከም ዘለዉ ብፍላይ ነቶም ደገፍቲ ናይ ስርዓት ብፍላይ ነቶም ንበረልና ብፍላይ ነቶም ኣብ ኤርትራ ዘሎ ስርዓት ከም ሓደ ጅግና ስርዓት ከም ሓደ ሃገራዊ ስርዓት ጌርኩም ትገልጽዎ እዚኦም እዮም እቶም መራሕትና ትብልዎም ዘለኹም ኣብ ኣኼባ ኮፍ ኢሎም ከማን እቲ መራሒኦም እንታይ ይብል ከም ዘሎ ከማን ክሰምዑ ዘይክእሉ እዮም። ደቂሶም እዮም ዘለዉ። ኖት እውን ኣይፅሕፉን እዮም ዘለዉ። ኢሳያስ እንታይ ይብል ከም ዘለዎ ናይ ፈልጥዎን እዮም ዘለዉ። እዚኣ እያ ኤርትራ። እዚኦም እዮም እቶም መራሕትኹም። ንዚኣ ነዛ ስእሊ እዚኣ ምስ ረኣኹ ኣብዪ ኣሕመድ ኣብዚ ክልተ መዓልቲ ዝተዛረቦ ተዘኪርኒ። ናይ ብሓቂ ኣብዪ ኣሕመድ ኣብዚ መደርኡ ናይ ኢትዮጵያ ብዙሕ ሓቅታት ብፍላይ ከዓ ነቶም ደገፍ ስርዓት ነጊርዎም ኣሎ።

ህገ መንግስት የለ፣ ምርጫ የለ። እዛ ተለጥፎ ስለ ምርጫ መጠየቅ አይገርምም? ምርጫ የለበት ተለጥፎ ስለ ምርጫ መጠየቅ
ወገተሰብ ያው ከምቲ ዝሰማዕኩሞ ዝረኣኹሞን እዩ ብጣዕሚ እዩ ዝገርም። ሓደ ክልተ ክድቅሱ ይክእሉ ብሰልስቲኦም ኣርባዕቲኦም ግን ኣብ ብጣዕሚ ኣዝዩ ዘሕፍር እዩ ኣብ ሜይን ስትሪም ቀሪቦም ሃምዚ ደቂሶም ክረኣዩ ከለዉ ማለት እዩ ሎምዓንቲ ዝሓዝኾም ቪድዮታት እዚኦም መስሉ ነይሮም ኣብ ዝቅጽል ብሓደሽቲ ትኩሳት ቪድዮታት ሒዘ ክምለስ እየ እስካዕ ሽሕቱ ድማ ንስኹም ሰብስክራይብ ሸር ላይክ ብምግባር ድግፍ ምባል ኣይትረስዑ ኢኹም ይደሊ ከዚ ውን ኣብ ቀጻሊ ብዝገርም ሒዘ ክምለስ እየ ሰላም።